ብሓልዮት ክፍሊ ዜና ሰልፊ ናህዳ ኤርትራ እናተዳለወ ሰሙናዊ ማለት ወትሪ ሓሙስ ኣብ መርበብ ሓበሬታ ኤሪ ናህዳ ዳት ኮም ዝቐርብ መደብ እዩ። እዚ ድምጽኹም ድምጺ ሰልፊ ናህዳ ኤርትራ እዩ። ሰላም ከመይ ተቐንዩ ዝኸበርኩም ሰማዕቲ ፈነወ ረድዮ ድምፂ ሰልፊ ናህዳ ኤርትራ ሎሚ ቀዳም ሽዱሽተ ግንቦት እዩ ንሎሚ ዝህሉና ትሕዝቶታት ዜና ሰልፊ ምስ ቀረበ ብስም ኣግኣዝያን ንመንነትን ህዝብን ሃገርን ኤርትራ ክትዘርግን ክትበታትንን ምድላይ ንጥቕሚ መን እዩ ኣብ ትሕቲ ዝብል ኣርእስቲ ዝተዳለወ ጽሑፍ ክቐርብ እዩ። ክቡራት ተኸታተልትና ኣብ መዛነዪ ፈነወና ግጥምን ዜማን ተኻቲቶም ከም ዘለዉ እናገለጽና ምክትታልኩም ብኣኽብሮት እናዓደምና ናብ ዜናታት ሰልፊ ነመሓላልፈኩም።
ዝኸበርኩም ሰማዕትና ዜናት ንጥፈታት ሰልፊ ክትሰምዑ ጸኒሕኩም ናብ ሰሙናዊ ንጥፈታት ዜና ከዘኻግረኩም። ህሉው ኩነታት ሃገርና ካብ ግዜ ናብ ግዜ እናኸፍኣ ይኸይድ ምህላዉ ኣባል ፈጻሚ ቤት ጽሕፈትን ሓላፊ ጸጥታዊ ጉዳያት ሰልፊ ናህዳ ኤርትራ ተጋዳላይ ሓው ሑሴን ከማል ኣብ ዝተፈላለዩ ሃገራት ኣብ ዝገበሮ ዑደት ምስቶም ናይ ከባቢ ጨናፍር ብምርኻብ ገሊጹ። ሓው ሑሴን ኣብ መግለጺኡ ሕሰም ህዝብና ልዕሊ መጠን ዛይዱን ህጹጽን ለዋጥን ፍታሕ ኣብ ዝናደየሉ ናይ መወዳእታ ጥርዚታት በጺሑ ምህላዉ ጠቒሱ ኩሎም ኣካላት ደለይቲ ፍትሒ ሃገራውያን ድማ ንሕሰም ህጹጽ ጻውዒቶም ህዝብና ቀዳምነት ሰሪዖም ንድሕነት ቃልሲታቶም ከጠናኽሩ ቅልጡፍ ምላሽ ንምሃብ ክረባረቡ ጸዊዑ። መሪሕነት ፈጻሚ ኣካል ሰልፊ ኣኼባ ኣካይዱ። መሪሕነት ፈጻሚ ኣካል ሰልፊ ናህዳ ኤርትራ ብዕለት ኣርባዕተ ግንቦት ክልተ ሽሕን ዓሰርተ ሸውዓተን ኣኼባ ኣካይዱ። ኣብቲ ዝተኻየደ ርክብ ኣባላት ፈጻሚ ቤት ጽሕፈት ሰልፊ ኣጠቓላሊ ኣብ ህሉው ኩነታት ሃገርና ኣብ ውሽጢ ሃገር ዘሎ ህዝብና ዕለታዊ ዘሕልፎ ዘሎ ከበድቲ ተጽዕኖታት ምልክን ቁጠባዊን ማሕበራዊን ጸጥታን ካብ ዕለት ናብ ዕለት እናመረረ ይኸይድ ምህላዉ ኣስካሕካሒ ጅምላዊ ህልቂትን ፈታኒ ተረኽቦታትን ዋሕዚ ምስዳድ መናእሰያትን ቀጻሊ ተጻብኦ መሰናኽላትን ስርዓት ህግደፍን ከምኡ'ውን ንተስፋ ኣልቦነት ጭካነ ኣዕናዊ ፖለቲካዊ መስርሓትን ተዋላዋልን ኣደናጋርን መርገጺታት ጸረ ሰላም ምሕብሓብን ምውፋርን ፈጠርቲ ራዕድን ዲፕሎማስያዊ ተነጽሎን ጥፍሽናን ግህሰታት ሰብኣዊ ደሞክራስያዊ መሰላትን ካልኦት ዛዕባታት ህሉው ኩነታት ስርዓት ህግደፍ ኣመልኪቶም ሰፊሕ ገምጋም ኣካይዶም። ዕምሪ ገባቲ ስርዓት ህግደፍ ብምሕጻር ድሕነትን ቀጻልነትን ህዝብን ሃገርና ንምውሓስን ፍትሒ ንምርግጋጽን ልዕልና ሕጊ ንምንጋስን ዲሞክራስያዊ ለውጢ ንምቅልጣፍ ውድባውን ሃገራውን ዕማማት ብምስኣል ንህጹጽ ትግባረኦም ዘትዩ ኣካላት ፈጻሚ ቤት ጽሕፈት ኣብ ገምጋማቶም ንህሉው ንጥፈታት ሰልፍን ዞባዊ ጨናፍራቱን ህሉው ኩነታት ኤርትራዊ ዲሞክራስያዊ ኪዳንን ኤርትራዊ ሃገራዊ ባይቶንዲሞክራስያዊ ለውጥን ብዕምቀት ከምዝዳህሰሱ ዝመጸና ሓበሬታ ወሲኹ ኣረዲኡ። ሰልፊ ናህዳ ኤርትራ ጨንፈር ዓባይ ብሪጣንያ ኣብ ሎንዶን ዕዉት ኣኼባ ኣካይዱ። ኣባል ማእከላይ መሪሕነት ሰልፍን ኣቦ ወንበር ጨንፈር ዓባይ ብሪጣንያ ሓው ጀማል ፍትዊ ንፖለቲካዊ ኩነታት ኣመልኪቱ ካብ ገባቲ ስርዓት ህግደፍ ብሰንኪ ኣብ ኩሉ ቀጸላታት ሃገር ኣተኣታትይዎ ዘሎ ሰብኣውን ማተርያላውን ዕንወትን ብርሰትን ነታ ሃገር ናብ ሓደጋ ምብትታን ይመርሓ ምህላዉ ኣመልኪቱ ብጽሟቕ መሰረታዊ ሓቅታት ኣብ ማሕበራዊ፣ ቁጠባዊ፣ ፖለቲካዊ፣ ዲፕሎማስያውን ብምብራህ እዚ ቅልውላውዚ ድማ ብፍላይ ኣብ መንእሰያት ደቂ ኣንስትዮን ካልኦት ድኹማት ኣካላት ርእሰባት ኤርትራ ዘምጽኦ ሳዕቤናትን ብዝርዝር ድሕሪ ምቕማጥ፣ ገምጋም ሳልሳይ ጉባኤ ሰልፊ ኣብ ልዕሊ ገባቲ ስርዓት ህግደፍ ደመኛ ጸላኢ ህዝቢ ኤርትራ ምዃኑ፣ ንሃገርና ካብኡ ዝኸፍኤ ጸላኢ ከምዘይብላን ብምግንዛብ፣ ብኹሉ መዳያዊ ስሙር ዓቕሚ ህዝብና ብምውዳብ ንምውጋዱ ኣብ ዝግበር ቃልሲ ሰልፊ መሪሕ ተርኡ ክጻወት ኣብሪሁ። ቀጺሉ ንደምበ ተቓውሞን ሃገራዊ ባይቶን ኣመልኪቱ ኣደራዕ ናይ ውጽኢቱ ናይቲ ግርጭታት ብምዃንን ነቲ ስቓይ ተሓንጊጡ ዝበርስ ዘሎ ህዝብን ነቲ ንዕኡ ዘዕርብ ዘሎ ናይ ሓባር ጸላኢ ክሳብ ምርስዑ ኣብጺሕዎን ከምዘሎን ድሕሪ ምባል ምሉእን ውሕሉልን መፍትሒ ከምዘድልዮ ኣረዲኡ። ኣብ መወዳእታ ካብ ተሳተፍቲ ኣኼባ ንዝመጸ ርእይቶታትን ሕቶታትን መልስን ብምሃብ ንዝተቐበሎ ለበዋ ከምዘብጽሕ ብምርግጋጽ ኣኼባ ዛዚሞም። ዝኸበርኩም ሰማዕትና ዜና ዝንጥፈታት ሰልፊ ክሰምዑ ጸኒሕኩም ናብ ሰሙናዊ ንጥፈታት ዜና ከዘኻግረኩም መንግስቲ እስራኤል ካብ ኣታዊ ነፍሲ ወከፍ ስደተኛ ዕስራ ካሚኢቲ ግዴታኡ ተቖሪጹ ክተሓዝ ዝብል ውሳኔ ኣብ ግብሪ ኣውዒሉ። መንግስቲ እስራኤል ኣብታ ሃገር ካብ ዝርከቡ ነፍሲ ወከፍ ስደተኛ ዕስራ ካሚኢቲ ኣታዊታቱ ብግዴታ ተቖሪጹ ኣብ ፍሉይ ባንኪ ተቐሚጡ ክጸንሕ ዝብል ሓድሽ ውሳኔ ኣብ ግብሪ ኣውዒሉ። እዚ ኣብ ሓድሽ ዓመት ክልተ ሽሕን ዓሰርተ ሸውዓተን ዝወጸ ውሳኔ ነፍሲ ወከፍ ስደተኛ ካብ እቶቱ ዕስራ ካሚኢቲ ተቖሪጹ ኣብ ባንኪ መንግስቲ ክተሓዝን ካብ እስራኤል ክወጽእ ፍቓደኛ ምስ ዝኸውን ጥራይ ከም ዝወሃቦ ዘገድድን ፍቓደኛ ምስ ዘይከውን ግን ክህገርን እዩ። መንግስቲ እስራኤል ካብ ሓደ ግንቦት ኣህጉራዊ መዓልቲ ሰራሕተኛታት ኣትሒዙ ኣብ ግብሪ ኣውዒልዎ ዘሎ ኣስገደዳዊ ውሳኔ ቆልዑ ንዘለዎም ስድራቤታት ስደተኛ ዝያዳ ዝሃሲ ምዃኑ ክንገረሉ ጸኒሑ እዩ። እቲ ውሳኔ ግብራዊ ኣብ ዝኾነሉ እዋን ኣብ ልዕሊ ኤርትራውያን ከቢድ ጸቕጢ ብምፍጣሩ ኣብቲ ክፉት ቤት ማእሰርቲ ዀነት ተታሒዞም ዘለዉ ኣማኢት ኤርትራውያን ናብ ዮርዳኖስ ተጓዒዞም ኣብቲ ቦታ ዝርከብ ቀጽሪ ላዕለዋይ ቤት ፍርዲ እታ ሃገርን ፊት ፓርላማ እስራኤልን ብ ዕስራን ሽዱሽተን ጥሪ ሰላማዊ ሰልፊ ከምዘካየዱ ዝዝከር እዩ። ኣህጉራዊ መዓልቲ ሰራሕተኛታት ይዝከር። ኣህጉራዊ መዓልቲ ሰራሕተኛታት ብሶኑይ ሓደ ጉንበት ተዘኪሩ። ኣህጉራዊ መዓልቲ ሰራሕተኛታት ኣብ ከም በዓል ኤርትራን ኩባን ሰሜን ኮርያን ዝኣመሰላ ሃገራት ብሰልፍን ካልእን ፕሮጀክትታትን ዝዝከር ደኣ ይኹን እምበር፣ ንሳተን እተን ቀንዲ መሰል ሰራሕተኛታት ዘይክበረለን ሃገራት ምዃነን ጸብጻባት ትካላት ሰብኣዊ መሰላት የመልክት። ኣብ ኤርትራ መሰል ሰራሕተኛታት ኣይክበርን ጥራሕ ዘይኮነ፣ ከም መልዕሎ ወይ ጡሮታን ውሕስነት ስራሕን ዝኣመሰሉ ማሕበራዊ ድሕነት ሰራሕተኛታት'ውን ሕሉው ኣይኮነን። እቲ መሰል ሰራሕተኛታት ክጣበቕ ዝግብኦ ኣህጉራዊ ኮንፌደሬሽን ሰራሕተኛታት ኤርትራ፣ ሃኮሰኤ፣ ከኣ ከምቶም ካልኦት ትካላት ህግደፍ ንረብሓ ህግደፍ ዘገልግል ብምዃኑ ኣብ ኤርትራ ንመሰል ሰራሕተኛታት ዝጣበቕ ነጻ ኣካል የለን። ብዓቢኡ ውን ኣብዚ ዝሓለፈ ዕስራ ዓመታት ሰራሕተኛታት ዳርጋ ብምሉኦም ብስም ሃገራዊ ኣገልግሎት ብዘይ ድሌቶም ብውሑድ ክፍሊት ዝተታሕዙ'ዮም። ብሰንኪ እዚ ናይ ግዜ ገደብ ዘይብሉ ሃገራዊ ኣገልግሎት መናእሰያት ኣብ ዝመረጽዎን ዘድምዕሉ ሞያ ክሰርሑ ኣብ ኤርትራ ዝኾነ ባይታ ከምዘይብሎምን ዝኾነ ይኹን ማሕበራዊ ድሕነት ኣብ ዘይብሉ ሃዋሁ ክነብሩ ኣጸጋሚ ኣብ ርእሲ ምዃኑ ምስቲ ዘሎ ፖለቲካዊ ጸቕጥን ምልክን ተደማሚሩ ናብ ስደት ከምዘምርሑ ይፍለጥ። ነፍሰን ሪሶርስስ ኣጋጢምዎ ንዘሎ ዋሕዲ ቀረብ ጸዓት ንምምላእ ብሓይሊ ጸሓይን ናፍታን ኤሌክትሪክ ዘመንጩ መሳርሒታት ከእቱ ምዃኑ ተሓቢሩ። ኣብ ኤርትራ ኣብ ዕደናዊ ንጥፈታት ተዋፊሩ ዝርከብ ኩባንያዊ ነፍሰን ሪሶርስስ ኣጋጢምዎ ዘሎ ሓይሊ ጸዓት ንምትካእ ብጸሓያዊ ጸዓትን ናፍታን ኤሌክትሪክ ዘመንጩ መሳርሒታት ከእቱ ምዃኑ ኣብ ዓባይ ብሪጣንያ ዝመደበሩ ኣግሪኮ ዝተባህለ ትካል ብ ዕስራን ትሽዓተን ሚያዝያ ኣብ ዝሃቦ ሓበሬታ ትካል ነፍሰን ሪሶርስስ ኣገልግሎት ጸዓት ዘመንጩ መሳርሒታት ብምትካል ናይ ዓሰርተ ዓመት ናይ ስራሕ ስምምዓት እዮም ዝኸተመን እዚ ሓድሽ መሳርሒታት መመንጨዊ ጸዓት ኣብ ዝትከለሉ ዕስራን ክልተን ሜጋዋት ካብ ናፍታ፣ ሸውዓተ ነጥቢ ሓሙሽተ ሜጋዋት ካብ ጸሓያዊ ምንጭታት፣ ንዘለዉ ሕጽረታት ጸዓት ውሕስነት ከምዝፈጥረሉ ምዃኑ ኣካያዲ ስራሕ ትካል ኣግሪኮ ክሪስ ዎስተን ኣብ ዝሃቦ መግለጺ ወሲኹ ሓቢሩ'ሎ። ከምዝፍለጥ መንግስቲ ኤርትራ ዝውንኖ ምንጪ ጸዓት ቀዳምነት ንኣፍረይቲ ትካላት ብምባል ህዝቢ ኣገልግሎት ኤሌክትሪክስ ከምዘይረክብ ገይርዎ ምህላዉ ሃገራውን ዝበሃል ትካላት'ውን ብሰንኪ ሕጽረት ጸዓት ኣብ ክሳራ ወዲቐን ኣለዋ ኣብ ዝሓለፈ ዓመት ክሳብ ሓደ ነጥቢ ሽዱሽተ ቢልዮን ፓውንድ ከምዘኻዕበተ ዝንገረሉ ትካል ኣግሪኮ ምስ ነፍሳን ኣብ ዝኣትዎ ውዕል ንዓሰርተ ዓመታት ብዘይምቁራጽ ሓይሊ ጸዓት ንኸበርክት ቃል ምእታዉ ዝረኸብናዮ ሓበሬታ የመልክት። ኣህጉራዊ መዓልቲ ፕረስ ተዘኪሩ። ሰለስተ ጉንበት ኣህጉራዊ መዓልቲ ነጻ ፕረስ ተዘኪሩ። ናይዚ ዓመት'ዚ ኣህጉራዊ መዓልቲ ነጻ ፕረስ፣ ኤርትራ ንሰሜን ኮርያ በሊጻ ዝበኣሰ ኩነታት ፕረስ ዘለዋ ተባሂላ ኣብ ንዝተሰራዕትሉ ኣጋጣሚ'ዩ ተዘኪሩ ዘሎ። ኣብ ፓሪስ ዝመደበሩ ኣህጉራዊ ትካል ጋዜጠኛታት ብዘይ ዶብ ብ ዕስራን ሽዱሽተን ሚያዝያ ኣብ ዝዘርግሑ ሓበሬታ፣ ናይ ክልተ ሽሕን ዓሰርተ ሸውዓተን ዓመተ ምህረት ሓድሽ ደረጃታት ናጽነት፣ ካብ ሚእትን ሰማንያን ሃገራት ኤርትራ ኣብ መበል ሚእትን ሰብዓን ትሽዓተን እያ ተሰሪዓ። ኤርትራ ነዚ ዝሓለፈ ሸሞንተ ዓመታት ዝኸፍኣ ናጽነት ፍረ ዘለዎ ሃገር ተባሂላ ኣብ ቀዳማይ ደረጃ እያ ቦታ ሒዛ ጸኒሓ። ኣብ ዝተፈላለያ ሃገራት ዝዝከር ዘሎ ኣህጉራዊ መዓልቲ ነጻ ፕረስ ኣብ ከም በዓል ኤርትራ፣ ሰሜን ኮርያ፣ ቱርኩሚስታንን ካልኦት ዝኣመሰላ ሃገራት ህዝቢ ሓሳቡ ብነጻ ናይ ምግላጽ መሰሉ ተሓሪሙ ምህላዉ ኣጉሊሑ። ሓያሎ ጋዜጠኛታት ንልዕሊ ዓሰርተ ሓሙሽተ ዓመታት ደሃዮም ኣጥፊኡ ዘሎ መንግስቲ ኤርትራ ኣብታ ዘመሓድራ ሃገር ባዕሉ ዝውንነን ሓንቲ ጋዜጣ፣ ሓንቲ ሬድዮን መደበር ተለቪዥንን እንተዘይኮይኑ ህዝቢ ሓሳቡ ዝገልጸሉ ካልእ ናይ ብሕቲ ማዕከናት ዜና የለን። እቲ መንግስቲ ኣብ ኢንተርኔት፣ ቴሌፎንን ዝገብሮ ጽኑዕ ምቁጽጻርን፣ ዜጋታት ኤርትራ ዝመረጽዎ ሓበሬታን ኣብ ዝመረጽዎ ቦታን ግዜን ክቕበሉ ይኹን ከመሓላልፉ ከምዘይክእሉ ይፍለጥ። እዚ ከምዚ ኢሉ እንከሎ፣ ናይ ዓመተ ክልተ ሽሕን ዓሰርተ ሸውዓተን ተዓዋቲ ኣህጉራዊ ነጻ ፕረስ፣ ዩኒስኮ፣ ማለት ማሕበር ሳይንስን ትምህርትን ባህልን ሕቡራት መንግስታት፣ ዝኾነ ኤርትራዊ ሽወደናዊ ጋዜጠኛ ዳዊት ኢሳቕ ትማሊ ሰለስተ ጉንበት ኣብ ማሊዥያ ከተማ ኳላላምፖር ኣብ ዝተኻየደ ጽንብል ሽልማቱ ብወግዒ ንስድራቤቱ ተረኪቡ። ዳዊት ኢሳቕ ምስ ሓያሎ ኤርትራውያን ጋዜጠኛታት ኣብ ክልተ ሽሕን ሓደን ዓመተ ምህረት ብትእዛዝ ኢሳያስ ኣፈወርቂ ካብ ዝእሰር ዛጊት ዓሰርተ ሽዱሽተ ዓመታት መሊኡን ሃለዋቱ ዘይፍለጥን ምዃኑ ዝረኸብናዮ ዜና ወሲኹ ይገልጽ። ዝኸበርኩም ሰማዕትና ንሎማዓንቲ ዝበልናዮም ዜናታት እዚኦም እዮም ነይሮም ምስ ተረፉ መደባት ክሓልኩም ድሓን ፅንሒት

ብስም ኣግኣዝያን ንመንነት ህዝብን ሃገርን ኤርትራ ክትዘርግን ክትበታትን ምድላይ ንጠቕሚ መን እዩ? ኣብዚ ቀረባ እዋናት ናይ ኣግኣዝያን ወለዶ ሴም ዘርእታት ወይ ዓሌት ኣለና ዝብሉ ሓንሳብ ብስም ብሄረ ኣግኣዝያን፣ ሓንሳብ ብስም ትግራይ-ትግርኚ፣ ሓንሳብ ከኣ ኣግኣዝያን ዲሞክራሲያዊ ሪፑብሊክ ወዘተ ክንምስሪት ኢና ብዝብል ንዝምድና ኣይሁድነትን ክርስትናን ስነ ምግባር ወይ ወርቃዊ ሕጊ ዝበሃል መበገሲ ሃይማኖታዊ ሽፋን ገይሮም ንሃገራውን ዓሌታውን ባህርያት ህዝቢ ኣግኣዝያን ንምዕቃብን መበቆል ህዝቢ ኣግኣዝያን ዘለዎም ህዝቢ ዝዕብልሉ ሃገር ክንሰርሕ ኢና እናበሉ ዘካይድዎ ምንቅስቓስ ኣብ መራኸቢ ብዙሃን ማለት ማሕበራዊ ሚድያ ፌስቡክን ዩትዩብን ካልእን ብተኸታታሊ ይፍኖን ይዝርጋሕን ከምዘሎ ዝፍለጥ እዩ። ህዝብታት ኤርትራን ኢትዮጵያን ጎረባብቲ ሃገራት ጥራሕ ዘይኮኑስ ካብ ነዊሕ ዘመናት ወይ መዋእላት ኣትሒዞም ብታሪኽ፣ ብባህሊ፣ ብሃይማኖት ብወለዶ ምትእስሳር ዝጸንሖምን ዘለዎምን ህዝብታት እዮም። እዘን ክልተ ነጻ ዝኾና ሃገራት ህብረ-ብሄራዊ፣ ሃይማኖታውን ባህላውን ብዙሕነት ዘተኣናግዳ ሃገራት እየን። ነዚ ብዙሕነት እዚ ሓቚፈን ከም ሃገራት ዝቖማሉ ነናተን ድሕረ ባይታን ታሪኽን ከኣ ኣለወን። ኤርትራ ከም ሃገር ብባዕዳዊ መግዛእቲ ጣልያን ብ ሽሕን ሸሞንተ ሚእትን ቴስዓን ካብቲ ናይ እንዳታት፣ ዓሌታትን ብሄረሰባትን ዝተበታተኸ መስፍናዊ ምምሕዳር ወጺኣ ከም ሓንቲ ግዝእቲ ሃገር ክትቀውም ኮይና። ካብዚ ግዜ እዚ ኣትሒዙ ክሳብ ሽሕን ትሽዓተ ሚእትን ተስዓን ሓደን ዓመተ ምህረት ከም ነጻ ልኡላዊት ሃገር ክሳብ ዝቖመትሉ ግዜ ከባቢ ሓደ ክፍለ ዘመን ኣብ ትሕቲ ተኸታታሊ ባዕዳውያን ገዛእቲ ጣልያን፣ ምምሕዳር እንግሊዝን ናይ ኢትዮጵያ መግዛእትን ተቖሪና ጸኒሓ። ህዝብታት ኤርትራ ካብ ሰንሰለታዊ ባዕዳዊ መግዛእቲ እዚ ሓራ ክኾኑ ከኣ'ዮም። ምእንቲ ምርግጋጽ ሃገራዊ ናጽነቶምን ክብሮምን፣ ኣንጻር'ዞም ገዛእቲ ስርዓታት ነዊሕን መሪርን ሓርበኛዊ ተጋድሎ ዘካየዱን ንሃገራዊ ናጽነቶም ዘረጋገጹን። ኣብ ዝተናውሐ ጸረ-ባዕዳዊ መግዛእቲ ተጋድሎ'ዚ ከኣ፣ ኤርትራዊ ሃገራዊ መንነት እናዓበየን እናተረረን መጺኡ። ኣብ'ዚ መስርሕ ጸረ-ባዕዳዊ ተጋድሎ'ዚ ከኣ፣ ከም ሕብረተሰብ ብዘይ ኣፈላላይ ብሄር፣ ሃይማኖት፣ ጾታን ዕድመን፣ ብልዑል ሃገራዊ ስምዒት ጸረ ኢትዮጵያዊ መግዛእቲ ተቓሊሶም ከቢድ ሰብኣዊ፣ ንዋታውን ንያታውን መስዋእቲ ዝኸፈሉ። ንሓደ ክፍለ ዘመን ዝኣክል ብኸምዚ ዝኣመሰለ ናይ ኤርትራ ሃገራዊ መንነት ተዓጢቑ ከም ህዝቢ ንዘይህላውኡ ንዝፈታተኑ ብዙሓት መሰናኽላትን ከበድቲ ብድሆታትን ሰጊሩ ኣብ ሃገሩ ባይታ ሰላምን ዲሞክራስን ብምስፋን ስርዓተ ልዕልና ሕጊ ክነግስን ማዕርነታዊ ተሳትፎኡ ክረጋገጽን ዝገበሮ ተጋድሎ ዋላ እኳ እቲ ዝተበገሰሉ ዕላማ መሊኡ እንተዘይተዓወተ ካብ ወለዶ ናብ ወለዶ ክወራረስ ዝኽእል ጅግንነታዊ ሃገራዊ ሓርበኝነት ኣመዝጊቡ እዩ። በዚ ከኣ ኣብ ታሪኽ ሃገራዊ ሓርነታዊ ቃልሲ ህዝብታት ዓለም ንመንነቱ ዘጉልሕ፣ ዘድምቕን ኣገዳሲ ምዕራፍ ዝሓዘ ሓርበኛዊ ታሪኽ ሰሪሑ እዩ። ኣብ ኢትዮጵያውን እንተኾነ ጭቁናት ህዝብታት ኢትዮጵያ ንሓደ ክፍለ ዘመን ዝኣክል ብጨቆንቲ ገዛእቲ ስርዓታት ኢትዮጵያ ብሕሱም ብሄራውን ደርባውን ጭቆና ክማስኑ ድሕሪ ምፅናሕ ብዝገበርዎ ተጋድሎ ዝኸፈልዎ ከቢድ መስዋእትን ናይ ብሄራትን ብሄረሰባትን ዜጋታትን ህዝብታትን መሰላት እተረጋግፅ ሓዳስ ፌደራላዊት ዲሞክራሲያዊት ኢትዮጵያ መስሪቶም እዮም። ነቲ ኩሉ ዝገጥሞም ጸገማትን መሰናኽላትን ብቐልሲ እናሰገሩ ከኣ ኣብ ጎደና ሰላም፣ ዲሞክራስን ምዕባለን ንቕድሚት ይስጉሙ ኣለዉ። ኣብዚ ተራን ግደን ህዝቢ ትግራይ ብዴሞክራሲያዊ ውድብ ህወሓትን እቲ ዝኸበደ ፆር ናይቲ ዝተኻየደ ብረታዊ ተጋድሎ ዝተሰከሙ ምንባሮም ድማ ዝፍለጥ እዩ። ኣብዚ ሕጂ ክልቲኡ ሃገራት ነናቱ መንነት ቐሪፁ በብሃገሩ ነዚ ዕላማታት እዚ ክረጋገፅ ሓቢሩ ዝተጋደለን ብሓባር ዝተዓወተን ህዝብታት፣ መቃቂልካ ደቂ ኣግኣዝያን ዝኮንኩም ደቂ ኤርትራ ትግርኛን ኣብ ኢትዮጵያ ዘለኩም ተጋሩ ደቂ ትግራይን ሓደ ሃገር መስሪትና መበቆልን ታሪክናን ኣቀቂብና ኣብዚ ዞባ እዚ ንሕና ነዕብልሎ ስርዓት ንግበር ማለትሲ ንትርፎ ጸቢብ ናይ ዘርኣውነትን ዓሌታዊ ኣድልዎን ኣተኣታትዩ ኣብ መንጎ ህዝብታት ብዓሌት ብብሄር ብሃይማኖትን ንሓርሕድ ከናቆትን ከተሃራርምን ከም ሽንቲ ግመል ምዕባልዩን ድሕሪት ክመልስን እንተዘይኮይኑ እንታይ ረብሓ ኣለዎ? ኣብ ኤርትራ ነቲ ብሓባር ንነዊሕ ዓመታት ተሓቛቒፉ ኤርትራዊ ሃገርነት ዘማዕበለን ብሓደ ኮይኑ ደሙ ዘፍሰሰን ህዝብታት ኤርትራ መቓቒልካ ብስመ ኣግኣዝያን ክትበታትኖ እንታይ ይርባሕ? በዚ መንጽር እቲ ኣብዚ ናይ ኣግኣዝያን ፍልስፍና ዘይተሓቝፈ ህዝብታት ኤርትራ'ኸ ንሶም'ውን ብግዲኦም ኣሽሓት ዓመታት ንድሕሪት ተመሊሶም ነናቶም ድሕረባይታዊ ናይ ወለዶታት ዘርኢ እናቖጸሩ ብኡ ተወዲቦም ክበታተኑ እንተደኣ ኮይኖም ኤርትራውያን ትግርኛ ተዛረብቲ ይኹኑ ተጋሩ ኢትዮጵያውያን ካብዚ ምምቕቓልዚ እንታይ'ዮም ዝርብሑ? ኣብ ሃሃገሮም እናሃለዉ ከም ክልተ መንነትን ዕላማን ዘለዎም ህዝብታት ልኡላውነቶም ኣኽቢሮም ተደጋጊፎም ብሓባር ከይምዕብሉ'ኸ እንታይ ዘዓግቶም ዘሎ? እዚ መስርሕዚ በዚ ስነ-ሞጎት ናይ ኣግኣዝያን እንተኸይዱ መግዛእታዊ ባዕዳዊ ስርዓታት ዝመቓቐሎም ህዝብታት ኣብ ክልቲኡ ሃገራት ዝርከቡ ተዛረብቲ ትግርኛ ጥራሕ ድዮም? ካልኦት ከም ዓፋር ኣብ ኤርትራን ኢትዮጵያን ጅቡትን፣ ኩናማ ኣብ ኤርትራን ኣብ ኢትዮጵያን፣ ቤጃን ብንዓምርን ደቂ ብሄረ ትግረን ራሻይዳን ከኣ ኣብ ኤርትራን ሱዳንን የለዉን ድዮም? ስለዚ እዚኦም ነናቶም ዘርኢ ወይ ዓሌት እናቖጸሩ ነናቶም ነጻ ሃገር ክምስርቱ እንተድኣ ኮይኖም ኤርትራ ትኹን ኢትዮጵያ ከምኡ'ውን ጅቡትን ሱዳንን ከምዚ ሕጂ ዘለዎ ሃገራት ኮይነን ክቕጽላ ኣይክእላን እየን። እሞ ውጥን ፕሮጀክት ናይ ኣግኣዝያን በዚ እንተቐጺሉ ሓደግኡ ንህዝብታት ኤርትራ ምብታን ጥራሕ ዘይኮነስ ናይ ዞባ ቀርኒ ኣፍሪቃ ሃገራት'ውን ዝበታትን ስለዝኾነ ከይሳዕረረ ምግራሕ ዘድልዮ ይመስለና።
ሄይ ጦማ! በዓል መን ሸጥዋ ናበይ ሸጥዋ ብኽንደይ ሸጥዋ ስለምንታይ ሸጥዋ እንድዒ ጥራይ ሸይጦማ መዓስ ሸይጦማ ብኸመይ ሸይጦማ መሬት ጥራይ ዶ ምስ ህዝባ ናብ ርሑቕ ዶ ናብ ቀረባ መልሲ ሃበኒ እባ ነዛ ሕቶ እዚኣ ከይትደግማ ሸይጦማ ሃገር ሸይጦማ ጥራይ በል ንዓለም ባዕልማ ንኹላ በልማማ። መስተንክር ዘረባ ዘይብሉን ከሀባ ጠቐነ ጸለማ መርትዖ ሰኒኻስ ጭብጢ በሀባ ዓይና ከይትነቁር ኣብ ቀላይ ካይትጥሕል ሸይጦማ ኢልካ ጥራይ ዘምር ሕደጎ ሕቶ ወዲ ሕቶ ኣብ መርመራ ኣይትእቶ ሸይጦማ ጥራይ በል ክትፍቶ ሕብርኻ ቀይር ከም ነፋሒቶ ሕብሪ ኣይቅይርን ከም ነፋሒቶ እቲ ሓሶት ንሓቂ ብሕቶ ምድረ ሰማይ ብሓሶት ክተጸልምቶ ህግደፍ ዝመሃዞ ዘረጊቶ ሓሶት ኣይኮነ ጸለማ ሃገር ሸይጦማ ዕዳጋ ኣውሪዶማ ኣበየናይ ዕዳጋ ዋጋ ዕዳጋ መን ዓደጋ ብኽንደይ ዋጋ ዋጋ ይፈልጥ ዕዳጋ ይፈልጥ ጉጅለ ዓሰርተ ሓሙሽተ ሃገር ሸይጦማ ፈልጥ እወ ብርግጽ ነዛ ሃገር ሸይጦማ ሸይጦም ተማቒሎም ወይ ተበላጽ ክሕሱ መርዚ እንድዩ ልሒሱ ኣብ ሓሶት ነጊሱ ሓሶት መሊእዋ ርእሱ እንታይ ትሕሉ ሃገር ክዋገዩሉ ኣዘንጊዖም ንዓና ሸይጦም ተማቒሎም ዋእ እቶም ዝዓደጉዋ ብምንታይ ወሰዱዋ ጻልማት ተኸዊሎም ንኹላ ነቒሎም ብጨርቂ ጠቕሊሎም ጉጅለ ዓሰርተ ሓሙሽተ ሳምቦ ሳምቦ ኢሎም ኣብታ ዝደለይዋ ቦታ ኣብጺሖምሎም ሽይጢጥ ኣቢሎም ገንዘብ ተማቒሎም ምስ ተሰምዐ ጉዶም ብህግደፍ ተኣሲሮም በዓል ምርያም በዓል ኣስቴር በዓል ሰናይት ዶ ሪኢኹመን ሃገር ሸይጠን ወርቂ ተሸላሊመን ምልዮናት ዶላር ከኣ ተማቒለን ዓጀብ ዓጅብ ዓጀብ ሓሶት ዓጀብ ጽውጽዋይ መንገዱ ጥውይዋይ ደድሕሪ ንፋስ ምጉያይ ስርናይ ምሒኻ ስራሕያይ። ኣታ ሃገር ሸይጦም ትብል ዘለኻ መንደፍት ዕለኻ ዓንቀር ትምሓኻ ቅርጸት ቦኽ ተብልካ በርቂ ትስሃልካ ብዓይንኻ ዶ ረኣኻ ወይ ዝበሉኻ ብዓይነይ ነይረኣኹ በል ዝበሉኒ'የ ዝበልኩ። ኣብየት ሸማሸማ ናይ ሓሶት ዕዳጋ ኣካ ተሸጠ ብሕሱር ዋጋ ጋምቢ ዝሽት ዝጨንወ ስጋ ወላ ተበላጽቲ ተጠቅሚት ዓዲጋ ሓሶትን ጠልመትን ተዓደማ ቃል ኪዳን ገረን ኣሰራ ጋማ ሽመት ተዓደላ ናይ ስርሐን ጻማ ተመሓሓላ ካይጣላለማ ሓሶት ኣብ ርእሲ ሓሶት ክውሰኽ፣ ምድረ ሰማይ ብትኪ ክዕብሎኽ፣ ንጥፍኣትሲ ክንዲ ዝወደኽደኽ፣ ወዲ ሰብዶ ብሓሶት ይስበኽ። ዘመን መጸ ዘመን ተጣላለም፣ ኩላ ተሰሪዓ ናብቲ ገምገም፣ መን ጸዲፉ መን ክድገም፣ መን ድሒኑኸ መን ክፍገም። ወኻድር መን ጸዲፉ መን ክድሕን፣ ዓይኒ ኣንቊርካ ብሓሶት ክትምሕል፣ ንብጻይ ከኣ ንኣያኻን ብሓሶት ክትጥቅም፣ መሕረዲኡ ካራን ሴፍን ከተቐብል፣ መለሳ የብሉን ሎምን ጽባሕን እንተበልካ ውዕልን ሕድርን ንስኻ ውን ኣይምሰልካ ትድሕን ኣብቲ ሕነቕ ተሓናናቕ ጥምጥም ህዝባዊ ግንባርን ህግደፍን ዓውደ ኩነት ጥልመትን ክሕደትን ሽዕያ ነይራ ናይ ሞትን ሂወት ተዓዲካ ብጠቕምን ሹመትን ፈሪሕካያ ንሞትን መስዋእትን እናነገሳ ጥልመትን ክሕደትን ኣብ ኢድካ እንከሎ ምድፍዕን ጥይትን ከሂድካዮም ንድርዕን ጴጥሮስን ህዝባዊ መንግስቲ ይገበር፣ ብቕዋም ንመሓደር፣ ሕድሪ ስውኣትና ይከበር፣ ብሕል ዝሓለፈ ጉድለትና ንመርመር ስለ ዝበሉስ መጻወት ዓዋሉ ህዝባዊ ግንባረይ ድሙቕ ኮኾብ ኣንበሳዶ ብውኻርያ ይኹብኮብ ጮማ ሓዲግካዶ ፈልሲ ትምገብ ብህግደፍ ተኾብኪብካ ጻዕሪ ሞት ትርከብ ሓንጎልካዶ ብሓሶት ይዕበስ ቁም ነገር ገዲፍካስ ኣበስ ቀደስ እቲ ጅግና ኣብ እምባትካላ ክሕበስ ብሓተላ ግለት ክባሳበስ ኦኻድር ቆራይ ኣይትስጉም ኣይትስድር በል ዝበሉኻ ጥራይ ትብል ብራዕዲ ትብህርር ትሓድር በል ጥርመስ ኸምኡ እዩ ዝገብር ኣሕሊፍካ ሂብካዮም መራሕትን ጓሰትን እናነገሳ ሓሶትን ጥፍኣትን ዝባው ግንባር ክላጸ ህግደፍ ክጉትን ከብድኻ ደልብካ ዝርግትን ኣይነበርካንዶ ብልሕን ስሕለትን ሕጂ ዶ ይሓይሽ ውርደትን ስደትን መዓልታዊ ኣውያትን ብኽያትን ተመሊኽካ ብህበይን ወዓግን ኣጋሕትን ተበሉኻ ተጋሕትን ድነን ተበሉኻ ትደንን መጻወቲ ከሓድተን ተበለጽትን። ኣበይ ኣለዉ ብርሃነ ሸሪፎን ኣሕመድን ኣበይ ኣለዉ በራኺን ጀርማኖን ሳልሕን ሕጂ ኣይትረኽቦን ዑቕበን እስቲፋኖስን ሽዑ እዩ ነይሩ ዓወቱን ሞቱን ሕጂ ዶ ይሓይሽ መልኣኽካ ህዲሙ ንሶም እንድዮም ነይሮም ግርማኻ ብቐደሙ መንደቕካ ፈሪሱ ኩሉ ተለኻኺሙ ጅግና ህዝባዊ ግንባር ጠፊእዎ ሽሙ ህግደፍ ሰቢርዎ ቁርኑ ኣዘንጊዑ ኣርጊፍዎ ኣስናኑ ካይቀንዕ ክኸይድ ደኒኑ ካይላዘብ ተባታቲኑ ዕጫኻ ኮይኑ መርሸንትን ማእሰርትን ገለ ትወፍር ገለ ትድስክል መዋዕልትኻ ስዋን ኣረቅን ብዓቕሊ ጽበት መስተ ጨሊጥካ ትሰክር ትጓሰዮ ብሓሰውትን ሰለይትን ተጎቢእካ ብራዕድን ፍርሕን ቀሚሽ ተኸዲንካ ትመሳሰል ትውዕል ትድሕን መሲሉካ ንዘይትድሕን ሕጂ ጣዕሳ እንታይ ክኸውን እምባኻ ዕርድኻ ኣጥፊእካ ብቕድሚትን ድሕሪትን በይንኻ ተሪፍካ ብዘይ ዘራያት ኣያታትን ንርእስኻ ኣዘኽቲምካ ሃገር ተዘኽትም ይኣክል በል ሕጂ ውርደትን ሞትን ንዓኻ ዶ ማዕዳን ትንግርትን ኣታ ንዓኻ ዶ ማዕዳን ትንግርትን ኣለካ እንዶ ልብን ኮላሊትን ትፈልጦ እንዲኻ ሞትን መስዋእትን ምሳኻ ኣሎ ህዝብን ሰራዊትን ትሕተት ኣለኻ ታሪኽ ክትደግም ንወድኻ ኣውርሶ ሻምላን ጥፍሓትን ክጸባጽቦም ንግፋዕትን ረገጽትን ተሰርዑ ቅድሚትን ድሕሪትን ተቓላጠፍቲ ሃገር ክትድሕን ኣይረሳዕናኩምን ጀጋኑ ኣብ ልብና እዩ ዘሎ ኩሉ ወዲ ኤርትራ ካብ ኤርትራ